ምኽንያቱ መሰል ዝበሃል ነገር የለን። እቲ መሰል ብሕጊ ዘፍቅድ ከኣ ክትግልገል ደኣ እምበር ክትውንን ኣይኮነን። ብምሉእ ሂወታ ኢትዮጵያ ብምሉእ ታሪኻ ብዘይ ኣፍደገ ባሕሪ እያ ትነብር ነይራ። ኤርትራን ህወሓትን ኣብ ዝመጽእ ክረምቲ ንኢትዮጵያ ንምጥቃዕ ይሸባሸቡ ኣለዉ ብምባል ካብ ኢትዮጵያ ናብ ኣሜሪካ ዝተላእከ ደብዳበ ኣሎ። ብዛዕባ እዚ ዝምልከት ክንርኢ ኢና። ከምኡ'ውን ኣብ ሞንጎ ኤርትራን ሩስያን ዝተበጽሐ ስምምዕ ኣሎ። ብዛዕባ እዚ ዝምልከት እውን ክንርኢ ኢና። ካልእ ሕጽር ሕጽር ዝበሉ ሓበሬታታት ብፍላይ ከኣ ኣብ ሞንጎ ኤርትራን ኢትዮጵያን ድሕሪ መግለጺ ኣቢይ ዝወሃቡ ዘለዉ ዝተፈላለዩ ሓበሬታት ክንርኢ ኢና ስለዚ ሳብ መወዳእታ ምሳይ ጽንሑ ከምቲ ልሙድ ላይክ ጌርኩም ጀምሩ ላይክ ኣይትረስዑ let's go። Chip Chipo Kafiri።
ናይ መጀመርያ ሓበሬታ ጣሊባን ኣፍልጦ ሩስያ ይረክብ ዝብል ሓበሬታ እዩ። ሩስያ ኣብ ኣፍጋኒስታን ንመንግስቲ ጣሊባን ኣፍልጦ ዝሃበ ፈላሚቲ ሃገር ኮይና ኣላ። ሚኒስትሪ ጉዳያት ወጻኢ ሩስያ ኣብ ዘውጽኦ መግለጺ ንእስላማዊ ኢማራት ኣፍጋኒስታን ወግዓዊ ኣፍልጦ ምሃብና ነቲ ኣብ መንጎ ሃገራት ኣብ ዝተፈላለዩ ዓውድታት ዝካየድ ፍረ ዘለዎ ክልተኣዊ ምትሕግጋዝ ድርኺት ከም ዝህቦ ንኣምን ብምባል ገሊጹ ኣሎ። ክልቲኤን ሃገራት ኣብ ንግድን ቁጠባን ብፍላይ ድማ ኣብ ዓውድታት ጸዓትን መጓዓዝያን ሕርሻን መሰረት ልምዓትን ምትሕብባር ከስፍሓ ትጽቢት ተገይሩ ኣሎ። ሩስያ ኣብ ምሕያል ዞባዊ ጸጥታን ምምካት ግብረ ሽበራውን ምስ ዕጸ-ፋርስ ዝተኣሳሰሩ ገበናትን ምሕጋዝ ክትቅጽል ምዃና ሲኤንኤን ጸብጺቡ ኣሎ። ጣሊባን ኣብ ቻይና ሕቡራት ኢማራት ዓረብ ኣምባሳደር ኣፍጋኒስታን መዚዙ ኣሎ። ኣብ ቀጠር ድማ ንነዊሕ እዋን ዝጸንሐ ዲፕሎማስያዊ ቤት ጽሕፈት ከም ዘለዎ ዝፍለጥ እዩ። እንተኾነ እተን ሃገራት ንጣሊባን ከም መንግስቲ ኣፍልጦ ኣይሃብኦን። ኣሜሪካ ኣብ ክልተ ሽሕን ዕስራን ዝተረፉ ሰራዊታ ኣብ ኣፍጋኒስታን ከም ኣካል ናይቲ ምስቲ ጉጅለ ዝተገብረ ስምምዕ ሰላም እዩ። ብዝተፈላለዩ ግብረ ሽበራዊ ንጥፈታት ክኽሰስ ዝጸንሐ ጣሊባን ኣብ ክልተ ሽሕን ዕስራን ሓደን መንግስቲ ኣፍጋኒስታን ምዃኑ ምእዋጁ ዝዝከር እዩ። ኤርትራን ህወሓትን ኣብ ዝመጽእ ክረምቲ ንኢትዮጵያ ንምጥቃዕ ይሸባሸቡ ኣለዉ ክትብል ኢትዮጵያ ናይ ጥርዓን ደብዳበ ናብ ሕቡራት መንግስታት ኣሜሪካ ሰዲዳ ዝብል ሓበሬታ እዩ። ኤርትራን ህወሓትን ኣብ ዝመጽእ ክረምቲ ንኢትዮጵያ ንምጥቃዕ ይሸባሸቡ ከምዘለዉ ሚኒስትሪ ጉዳያት ወጻኢ ኢትዮጵያ ጊዲዮን ጢሞቴዎስ ናብ ሚኒስትር ጉዳያት ወጻኢ ኣሜሪካ ማርክ ሩቢዮ ኣብ ዝለኣኾ ደብዳበ የመልክት ኣሎ። ኤርትራ ኣብ ዝቐረበ እዋን ንኢትዮጵያ ከተጸልም ከም ዝጸንሐትን ኤርትራ ልኡላውነት ግዝኣታዊ ሓድነት ኢትዮጵያ ትጥሕስ ከምዘላን ዝገለጸ እቲ ደብዳበ፣ ዋላ እኳ ተደጋጋሚ ዘተ እንተካየድና፣ ኤርትራ ነቲ ኣብ ዶብ ኢትዮጵያ ሒዛቶ ዘላ መሬት ኢትዮጵያ ክትገድፎ ከምዘይከኣለትን ብምግላጽ፣ ኣብዚ እዋንዚ ምስ ተገንጸልቲ ጉጅለ ህወሓት ምሕዝነት ብምፍጣር ኣብ ዝቕጽል ክረምቲ መጥቃዕቲ ንምክያድ ምድላው ይገብሩ ከምዘለዉን የመልክት ኣሎ። ፕረዚደንት ኤርትራ ኢሳያስ ኣፈወርቂ ብ ዕስራን ኣርባዕተን ጉንበት ክልተ ሽሕን ዕስራን ሓሙሽተን ብዛዕባ ኢትዮጵያ ዘቕረቦ መደረ ኣብ ውሽጢ ጉዳያት ኢትዮጵያ ኢዱ ከምዘእተወ ብወግዓዊ መግለጺ ከምዘውጸኣን ካብዚ ብምብጋስ ሚኒስትሪ ጉዳያት ወጻኢ ኣሜሪካ ኤርትራ ልኡላውነት ኢትዮጵያ ግዝኣታዊ ሓድነትን ከተኽብር ሰራዊታ ካብ መሬት ኢትዮጵያ ክትስሕብ ጸቕጢ ክገብረላ ጸዊዑ ኣሎ። እዚ ጉዳይ ብሰላምን ዘተን ክፍታሕ ኣለዎ ክብል መርገጺ ኢትዮጵያ ጽኑዕ ምዃኑ ዝገለጸ ሚኒስትሪ ጉዳያት ወጻኢ ኢትዮጵያ ልኡላውነት ንምሕላው ኢትዮጵያ ናይ ባዕላ ስጉምቲ ክትወስድ ዝኽልክል ነገር ከምዘየለ'ውን ሓቢሩ ኣሎ። ናብ ገለ ሓበሬታ ብዛዕባ ሩስያ ከምኡውን ኤርትራ ዝምልከት እዩ። ካቢነ ሚኒስተራት ሩስያ ንምቛም ኮሚሽን ምትሕብባር ኤርትራን ሩስያን ኣጽዲቑ ዝብል ሓበሬታ እዩ ብ ዕስራን ሓሙሽተን ሰነ ክልተ ሽሕን ዕስራን ሓሙሽተን ብሓደ ታስ ዝተባህለ ማዕከን ዜና። ኤርትራን ሩስያን ቅድም ኢለን ናይ ሓደ ምትሕብባር ኮሚሽን ክቐውም ብዝወጠኖ መሰረት ካቢነ ሚኒስተራት እታ ሃገር ክምርምሮ ድሕሪ ምጽናሕ ኣጽዲቕዎ ከምዘሎ ክፍለጥ ተኻኢሉ ኣሎ። እቲ ኣብ ጋዜጣ ኣዋጅ እታ ሃገር ዝወጸ ሰነድ፣ ኮሚሽን ምትሕብባር ኤርትራን ሩስያን ንቁጠባዊን ንግዳውን፣ ትሬድ ኢኮኖሚ፣ ከምኡ'ውን ቴክኒካውን ስነፍልጠታውን ምትሕብባር ዘጠቓለለ ከከም ኣድላይነቱ ክናዋሕ ዝኽእል ብውሕዱ ሓሙሽተ ዓመት ዝጸንሕ ሰነድ ምዃኑ'ውን ክፍለጥ ተኻኢሉ ኣሎ። ካቢነ ሚኒስተራት ሩስያ ንትግባረ እዚ ሰነድ ዝምልከት ናይታ ሃገር ሚኒስትሪ ቁጠባዊ ልምዓት ምስ ዝምልከቶ ሰበስልጣን መንግስቲ ኤርትራ ተዘራሪቡ ከተግብሮ መምርሒ ምሃቡ'ውን ክፍለጥ ተኻኢሉ ኣሎ። ኣብ ወርሒ ሓምለ ክልተ ሽሕን ዕስራን ሰለስተን ፕረዚደንት ኢሳያስ ኣፈወርቂ ናብ ሩስያ ብምጓዓዝ ምስ ፕረዚደንት ቭላድሚር ፑቲን ቀጥታዊ ርክብ ብምክያድ ንምቛም እዚ ሓበራዊ ኮሚሽን ተበግሶ ምውሳዶም ይዝከር።
ቀዳማይ ሚኒስተር ኣብይ ኣሕመድ ምስ ኤርትራ ብዛዕባ ዘሎ ዝምድናን ድሌት ኣፍደገ ባሕርን ዳግማይ ኣካታዒ ርእይቶ ሂቡ ኣሎ። ንፖለቲካ ማእከላይ ምብራቕን ምብራቕ ኣፍሪቃን ዝዕዘብ ዓብዱራሕማን ሰይድ ኣቡ ሓሽም እቲ ቀዳማይ ሚኒስተር ነዚ ጉዳይ ከም መሰል ገይሩ የቕርቦ ምህላዉ ግጉይ እዩ ክብል ይገልጽ። ምኽንያቱ መሰል ዝበሃል ነገር የለን። እቲ መሰል ብሕጊ ዘፍቅድ ከኣ ክትግልገል ደኣምበር ክትውንን ኣይኮነን። ብምሉእ ሂወታ ኢትዮጵያ ምሉእ ታሪኻ ብዘይ ኣፍደገ ባሕሪ እያ ትነብር ነይራ። ኣፍደገ ባሕሪ ዝነበራ እተን ምስ ኤርትራ ዝነበረቶ ሽሕን ትሽዓተ ሚእትን ሓምሳን ክልተን ክሳብ ሽሕን ትሽዓተ ሚእትን ተስዓን ሓደን ኣብዚ ግዜ እዚ እዩ ኢትዮጵያ ኣፍደገ ባሕሪ ክትረክብ ተኽኢላ ነይራ ግን ትነብር ነይራ። ደሓር ከኣ ካብ ሽሕን ትሽዓተ ሚእትን ተስዓን ሸሞንተን ክሳብ ክልተ ሽሕን ዓሰርተ ሸሞንተን ከኣ ብዘይ ኣፍደገ ባሕሪ ትነብር ነይራ ኢትዮጵያ ጽቡቕ ምዕባላ ከኣ ተርኢ ነይራ። ኢትዮጵያ ብዘይ ኣፍደገ ባሕሪ ክትነብር ኣይትኽእልን እያ ዝበሎ ካልእ ሓደገኛን መደናገርን እዩ። እታ ዝሃብተመት ሃገር ኣብ ኢሮጳ ስዊዘርላንድ ትበሃል ሃገር ኣላ። ካልኦት እውን ብዙሓት ኣለዋ ከምኡ። ብዘይ ኣፍደገ ባሕሪ ግን ብዙሕ ጸጋታተን ጽቡቕ ተጠቂመን ምስ ጎረባብተን ከኣ ጽቡቕ ተሰማሚዐን ዝነብራን ዝካየዳን። መንግስቲ ኣብይ ኣሕመድ ዝኽተሎ ዘሎ ፖሊሲታት ንጎንጺ ዝዕድም ከምዝኾነ እዩ ተንታኒ ፖለቲካ ዓብዱራሕማን ዝገልጽ። እንታይ ምተገብረ ነይሩ መስለኪ? ንኣብነት እቲ ጀሚርዎ ዝነበረ ኣብ ክልተ ሽሕን ዓሰርተ ሸሞንተን ስምምዕ ምስተን ጎረባብቲ ሃገራት ኮይኖምሲ ክሳብ ኣብ ውህደት ከማን ምበጽሑ ነይሮም። ሶማልያ፣ ኢትዮጵያ፣ ኤርትራ ሓንቲ ሃገር ክኾናሲ ብዙሕ ኣኽእሎ ኣሎ። ግን በዚ ኣካይዳዚ ግን ናይ ከምኡ ናብ ከምኡ ዘምርሕ ኣይኮነን ናብ ውግእ እዩ ዘምርሕ። ጸገም ዘምጽእ ዘሎ ጌጋ ተረድኦ ኣሎ። ብዛዕባ ልኡላውነት እንድሕር ተኽብር ኮይንካ እቲ ኣፍደገ ባሕሪ እውን ናይ ልኡላዊ ግዝኣት ናይዘን ሃገራት ስለዝኾነ እሱውን ሓዊስካ ኢኻ ተኽ። ብዛዕባ ትግራይ ብዝምልከት ኣብ ዝሃቦ መግለጺ፣ እቲ ንክልተ ዓመታት ዝተኻየደ ኲናት ደው ዘበለ ስምምዕ ሰላም ፕሪቶርያ ንህዝቢ ትግራይ እፎይታ ኣምጺእሉ እዩ'ኳ እንተበለ፣ ሕጂ'ውን ኣብቲ ክልል ኲናት ንከይውላዕ ግን ዝምልከቶም ኣካላት ሓላፍነቶም ክዋጽኡ ይግባእ ክብል ኣጠንቂቑ ኣሎ። ትግራይ ያለውን ጉዳይ በሰላማዊ መንገድ የመፍትሑ። መንግስቲ ፌደራል ጉዳይ ትግራይ ብሰላማዊ መገዲ ክፍታሕ እዩ ዝደሊ። መራሕቲ ሃይማኖትን ዓበይቲ ዓድን ካልእ ስራሕ የብልኩምን። ትግራይ ናብ ኲናት ከይትኣቱ ክትሰርሕዎ ዝግባእ ነገር ግበሩ። ናብ ኲናት ምስ ኣተወት ምዝራብ ትርጉም የብሉን። እዚ ዘረባ እቲ ቀዳማይ ሚኒስተር ስክፍታታት ኲናት ዝፈጥር ምዃኑ ድማ ዝተፈላለዩ ወገናት ይገልጹ ኣለዉ። ፖለቲከኛ ንጉሰ ኣረፈ ከምዚ ዓይነት መልእኽትታት ብምጥቃም ህዝቢ ክርዕድ ንምግባር ዝዓለመ'ዩ ብምባል ይነቅፍ። ሕዚ ዝግበር ዘሎ ብቀጥታ ምስ ህወሓት ይበኣስ እሞ ምስ ህወሓት ዝባኣሶ ባእሲ ናብ ትግራይ የውርዶ ማለት እዩ። ካልኣይ እቲ ንግግር ቅድሚ ሁእቲ ዕስራን ዓሰርተን ዝግበር ዝነበረ ብቀጥታ እዩ። ምስ ህወሓት ዝተገበረ ባእሲ ንህዝቢ ከም መፈራርሒ ከም ሆስተጅ ምጥቃም ግን ንኽልቲኦም ሓይልታት እዩ ዘሕትቶም። ምክንያቱ ኣብ ፕሪቶርያ ዝተፈራረምዎ ብግልፂ እሱ ኣይተተግበረን። ተፈናቀልትን ስዱዳትን ናብ ቦትኦም ኣይተመለሱን። ብ ናይ ኢትዮጵያ ሕገ መንግስቲ ልእላዊ ግዝኣት ናይ ትግራይ ኣይተመለሰን ኣይተረጋገፀን። እዚ ከዓ ናይ ኢትዮጵያ መንግስቲ ሓላፍነት እዩ። ካልኣይ ምስ ናይ ደገ ሓይልታት ርክብ ኣለዎ እሱ። ናይ ደገ ሓይልታት ቦርደር ናይ ምሕላው ናይ ኢትዮጵያ መንግስቲ ሓላፍነት እዩ። እሱ ከፍቲ ገይርዎ ምስ ኸደ ካሊእ ዳዕዎ ክገብሮ ይኽእል። ሕወሓት ማለት ሓላፍነት ዘይስመዖ ሓይሊ እዩ። ስለዚ ምስ ሕወሓት እትገብሮ ምስሕሓብ ናብ ትህዝቢ ትመፅእ የብሉ እዩ። ኣብዚ እዋን መራሕቲ ትግራይ ብማእከላይ መንግስቲ ዘይተማእኸለን ወግዓዊ ዘይኮነን ርክባት ምስ ጎረቤት ሃገር ኤርትራ ይገብሩ ከምዘለዉ እዩ ዝግለጽ። እዚ ድማ መንግስቲ ፈደራል ቅቡል ከምዘይገበሮ ኣመልኪቱ እዩ። ክልተ እየን ተልእኽተይ።
ሓደ ሕዚ ናብ ስልጣን መፂኡ ዘሎ ሰብኣይ ብወታደራዊ መፈንቅለ መንግስቲ ናብ ስልጣን መፂኡ ስልጣን ኣረጋጊፁ እዩ ናይ ኢትዮጵያ መንግስቲ ትኽክል ኢኻ ኢሉ ፕረዚደንት ገይርዎ ታይ ማለት እዩ ኣብ ትግራይስ ዘላቒ ሰላም ከይመፅእ እዩ ሂብዎ ታደሰ ወረደ ከዓ ካብ ሓይሊ ተኣልየ ነይረ ካብ ስልጣን ዝብል ሓይሊ ሙሉእ ካቢኔኡ ገይርዎ ናይ ኢትዮጵያ መንግስቲ ሪሶርስ ክሕዝ ገይርዎ ማለት ምስ ናይ ኢትዮጵያ ናይ ትግራይ ናይ ካልኦት ናይ ሰላም ሓይልታት ከዓ ኣይሰርሐን ስለዚ ክልቲኡ ይጋጨው እዩ ሓዲ ክመርፅ ኣለዎ ናይ ኢትዮጵያ ሰላም ዝደሊ ተኮይኑ ምስ ናይ ሰላም ሓይሊ ክሰርሕ ኣለዎ።
ሰስ ጋይስ ሎማዓንቲ ዝበልናዮ መደብ እዚ ዝመስል ነይሩ ክሳብ ዝቅፅል ሰላም።